ተዘርጊሖም ኣለዉ ሙሉእ ኣዲስ ኣበባ ተዘርጊሖም ኣለዉ እዚኦምን ካልኦትን ኣብዚ መደብ እዚ ክንከታተል ኢና እሺ ቤተሰብ መጀመርታ ነዚ ቻናል እዚ ሓደሽቲ እንተ ኮንኩም ሰብስክራይብ እና ላይክ ናገበርኩም ናዚ ቻናል እዚ ቤተሰብ ምዃን ኣይትረስዑ ኢኹም መጀመርታ ከዚ ሰብስክራይብ ናገበርኩም ላይክ ናገበርኩም እዚ ቪድዮታት ቐጽልዎ እሺ ቤተሰብ በቲ ፈላማይ ቪድዮና ንቅፅል ኣለና ሰናይ ምክትታል። ኬፍኩም እሞ ፒፕለይ ሎምዓንትስ በቃ ክጽቡቅ ምዓት ጸሓይ ኔራስ እንታይ ኢለ እያ ጸሓይ ዓድና ትመስል ኬፍ ኪኢለ እያ ክመጽእ ዶ ኢለ ደገ ናተይ ካብዛ ገዛይ ውጽእ ክብልሲ ሓንቲ ተባዓታይ ስፓይሲ ዘለዋ እንድሕር ዘይተረዲኡኩም ከኣ ቡንዳ ማለት እዩ እዚ ወላ እንድሕር ዘይተረዲኡኩም ከኣ ስነ ጽባቀ ዓይኒ ናይ ደቂ ተባዕትዮ ብድሕሪኣ ዘለዋ በቃ ኣብኡ ትሓልፍ ኔራስ ደሓር እንታይ ደኣ ከደኣ ክትከይድ ከላስ ኣለና ዶ ኣለና እወ ዝብል ገለ ኢለ ነዘን ኣሕዋተይ ዝኮነኒ ዳቭዳይዝ ወላ ካብኣ ከምጽእ ኢለ ቅርብ ኢለ ብርክቲ ሓፍተይ እዚ ስፓይስስ ናትኪ ድዩ ዋላስ ሸሚትክዮ ኢኺ ኢለያስ ኣየናዩ ኢላትኒ ኣነ ኸኣ ኣቦይ ሓጢኣት ኣይትሕሰበለይ ኢለ ኢደይ ስልት ከብለላ ማለት እዩ ሚእትን ሓምሳን ስፒድ ዘለዎ ጌራ ኣብዚ ረኺባትኒ ኣይተረዳእንን ደም ብዝሒ ስለ ዘለኒ ግን መንፈስ ቅዱስ ዘይብሉ መንእሰይ ኢላትኒ ኣንቲ ብርኽቲ ሓፍተይ

ስጋዕ ዝኾነ ይኹን ስጋዕ ዝኾነ ነገር ንስጋዕ ንረክብ ሓደራኹም ኣይትውጹ ናብ ኩሉ ሰብ ክትበጽሕ ድያ ሕማቕ ኣሎ ግፋ ብጣዕሚ ሕማቕ ኣሎ ኣነ እዚኣ ክብለኩም ደልየ እየ ኣብ ላፍቶ ሎማዓንቲ ሕማቕ ወይሎ ጋርመንቲ ትበል ኩሉ ሕማቕ ውዒሉ ተዘሪኦምያ ወይሎ ክንደይ ከኣ ወሲዶም ካብ ናፑል ኣይትበል ክንደይ ካብ ናይ ቢንጎ ትበል ናብ ኩሉ ሰብ ክትበጽሕ ሓደራ እዚኣ ኣይትውጹ በጃኹም ናፑል ውን ኣይትእተው እዞም መለስያት ንገድድ ኣለና ፅን ኢልኩም ሰማዕ ኣሁን ላዕለ ሰዋይ ላዕላይ ሰማይ። እወ ፋሚሊ ንቀፅል ኣለና ከዝለ ሰብስክራይብ እና ላይክ ናገበርኹም ናዚ ቻናል እዚ ቤተሰብ ምኻን ኣይትረስዑ ከዝለላ ቪድዮታትና ንቀፅል። ሰበር ዜና ተሰሚዑኒዮ፣ ኣይተ ጌታቸው ርዳ ሎማዓንቲ ሑመራ ኣትዩ ኣሎ። ሑመራ ዝኣተየሉ ቀንዲ ምኽንያት ድማ ተመዛበልቲ ወገናትና ናብ መረበቶም ንኽምለሱ ብሰላም ንኽፍታሕ ካብኡ ቀፂሉ ድማ ብሓይሊ ወሪሮም ዘለዉ ሓይልታት ምርዳእ ንምግባር ከምዝኾነ ኢንፎርሜሽን ረኺበ ኣለኹ፣ ናብ ኩልሰብ ክባፃሕ ድማ ሼር ሪፖስት ኮፒ ሊንክ ግበርዎ የቐንየለይ። ነሽነሽ ከኣ ርእየካ ኣለኩ ትገብሮ ደለካ ነሽነሽ ንሰበይትካ ክትገድፈካ ኣነ ኣይኮንኩን ግደፍዮ ኢለያ ሰበይትካ ስለ ዝፈተሐትካ ንዓይ ዓንጾ ዓንጾ ይተውጸለይ ስዲ። ከይሓሰብኪ ኢኺ ኢልክያ እምበር ሓሲብኪ ከምኡ ዓይነት ቃላት ትዛረቢ ኔርኪ ተትኾን እሞ ስዲ ምበልክንን ቅድሚ ሓሙሽተ ወርሒ ሽዱሽተ ወርሒ መኻን ገለ ሎሚ ከ ሰባት ብጣዕሚ እዳ ንባዕኺ ስምዒት ኮንኪ እናተዛረብኪ ከለኺ ምስዚ ኩሉ ዘለና ፖለቲካዊ ፍልልይ ገለ ኣነ ቀዳማይ ወጽየ እዚ ትገብርዎ ዘለኹም ጌጋ እዩ ክትጸርፍዋ ኣይግብኣኩምን እዩ ከምዚ ክትብሉ ኣይግብኣኩምን ኢለ ዝተካትዑልክ ማለት እዩ ስለዚ ካል ተተረፈ ስዲ ሰብ ኮምኡ ዓይነት ገሩ ስለ ዘየካትዓልካ እዚ ጥቅላላ ጌጋ እዩ ሕማቅ ኣጋጣሚ ኮይኑ ግን መብዛሕቲኦም ኣነ ኣብዚ ማስ ሜድያ ዝጣበቀሎም ዝነበርኩ ሰባት ድሕሪ ቁሩብ ግዜ ንዓይ ክነቅፉኒ ወይ ብኣይ ሕማቅ ክዛረቡ እምበር ንዓይ ክድግፉኒ ኣይስምዑን እዮም ካብ ምንታይ እዩ ኣይርደኣንን እዩ ምናልባት ነሽነሽ ሓሪቁ ኣይምልሰልናን ኢሎም ይኮኑ ወይ ምናልባት ነሽነሽ ጽላእቲ ይህልውዎ እሞ ተጸሪፍናዮ ሰብ ክስዕበና ኢሎም ሓሲቦም ይኾኑ ማለት እዩ ብዝኾነ ኣነ ከምቲ ቀደም ኣይኮንኩን ዘለኹ ኣብዚ ሕጂ ግዜ ብዙሓት ሰዓብቲ እዮም ዘለዉ ዳህላክ ኮነ ወላ ካልኦት ሰባት ካባይ ክትመሃሩ ፈቱም ነሽነሽ ብዙሕ መገዲ እንድየ ሓሊፈ ብዙሕ ነገራት እንድየ ሰጊረ እስከ ካብ ነሽነሽ ክንመሃር በሉ ኣይኮነን ግን ንነሽነሽ ጸሪፍና ክንከስብ ኢና ኢልኩም ትሓስቡ ተለኹም ክትከስሩ ጥራይ ኢኹም ትኽእሉ ኣነ ውልቀ ሰብ ኣይኮንኩን ኣነ ታራ ሰብ ኣይኮንኩን ኣነ ሃገር እየ ርእሰይ ዝኸኣልኩ ሃገር እያ ስለዚ ምስ ሃገር ገጢምካ ኣየዋህጸካን እዩ ናብቲ ብዛዕባ ፍትሕ ገለ ግን ከምኡ ዓይነት ቃላት ምዝራብኪ ከማን ብጣዕሚ ተጋጊኺ ተኺኢልኪ ይቕሬታ ሕተቲ ምኽንያቱ ኣየረጋገጽክዮን ዝኾነ ጋዜጠኛ ውን ከምኡ ክብል ኣይሰማዕክን ዝኾነ ጭብጢ የብልክን ስለዚ ነቶም ሓስዮም ጌጋ ሓበሬታ ዝሃብኹሞ እስኺ ከኣ ከም ርግጸኛ ኮንኪ እሞ ከኣስ ኣነ እኳ ኣየፋትሕኹዃን ከምዚ በቃ ንዘይፈልጥ ሰብሲ ጌጋ ሓበሬታ ንምሃብ ኢኺ ትገብሪ ዘለኺ ማለት እዩ ስለዚ እዚ ይቕሬታ ተትሓትሉ ጽቡቕ ነይሩ። ምናልባት ይቕሬታ ይሓተሉን እየ ትብል ተኾንክ ግን ሓደራኺ በጃኺ ነቶም ጌጋ ሓበሬታ ዝሃቡኺ እታ ስዲ ንዓይ ዝበልክያ ንዕኦም ስደድሎም ኢኺ። ብዙሓት ሰባት ኣነ ብዛዕባ ውልቃዊ ህይወተይ ኣብ ሚድያ ብዙሕ ስለ ዘይዛረብ ትጥርጥሩ ኢኹም ገለ ካብ ሓልዮት ክኸውን ይኽእል እዩ። ብዝኾነ ንዓይ ዝኾነ ዘጋጠመኒ ነገር የለን። ተዘጋጥመኒ ከኣ ወላ ሓንቲ ኣይምተሰኩፍኩን ምተዛረብኩ ነይረ። ከምዚ ናተይ ጉዳይ ከምዚ ናተይ ናብራ ንኹሉ ሰብ

ንቕድሚት እምበር ንድሕሪት ዝኸይድ ዕድመ። ፍረ ነብሲ ዘለዎ ኩሉ ሳዕ ሰብኣይ ዕጡቕ። ንሕና ጓዕማማት ኢና። እወ ፍረ ነብሲ ዘለዋ ሰበይቲ ርኢኽን ኣይረእኽን ፍረ ነብሲ ከኣ ሰብኣይ ዝገብሮ ፍረ ነብሲ እዩ። ክበራ ኣኽብርኦም ኣኽብርወን ካልእ ሰበይትኻ ኣይትጠምቶ እዝኒ መሰታ ቀዳማት እያ ግን ደቀይ እቱ ናይ ኣዴኽን ዛንታ ኣይትርስዑ እቱ ናይ ኣቦኽን ዛንታ ንስኹም ከዓ እቶም ሳብኡት ኣይትርስዑ ንኽበር ዝኣለት ርያና ብፅቡቕ ብጥዑም ንፈስሓላ ደይ ሰብኣይክን ከኣ መንኩቢት ሓዛ ሓደራ እዚኣ ኣውራ ዘንደቀይ ንስኹም ውን እግሪ ትጹም ዓይኒ ትጹም ዓይኒ ኣዛ ኩላ ተምጽእ ቀጥልኩም ታናትኩም ሒዝኩም ጽንሑ ዘይምጽእ እንታይ ክህቦ ኣይበሃልን ኢታ ፍንጃል

የማን ጸጋም ኣይርእን እዩ ሰብኣያ ትሕደግ ሰበይቲ እውን የላ ሰብኡት ዘሕድጋ ከ ኣለዎ እንታይ ኮይነን እየ ንሱ ምስ ፈሽኮለ እንዳመን ይኸኣቱ ምስ በለ መዓንጡ እንድሕልሱ ምስ ተመልሰ ከመይ ክብላ እየ ሕጂ ኸ ምስ በለ ትሕሸኒ ደኾን ኢሉ ዝግዕዝ ኣሎ ኣይሕሸኒ ዶ እታ ናይ ንጎይታ ትሕሸኒ እዚኣ ክለዋበክን ዘደሊ ሓደራ ሰብኣይ ኮኾብ ሰማይ ንምዃኑ ክንፈልጦ ኣለና እሺ ፋሚሊ ሎማዓንቲ ልሓዝኹም ቪድዮታት እዚኦም መፅሊ ነይሮም ኣብ ቀፃሊ ብልገራር እሞ ሓደሽቲ ቪድዮታት ሒዘልኩም ክምለስ እየ እስካብ ሽዕቱ ሰብስክራይብና ላይክ ምግባር ከይትርስዑ ኢኹም